ሚካል ብጣዕሚ እየ ዝፈትወኪ ዓርኪ ኣለኪ ዶ? ካብ ፋሽንን ምውሳእን ሓንቲ ምረፂ እንተትበሃሊ ኣየን ምመረፅኪ? ታይ ጌርናኩም ወደይ ከምዚኣ ትሓቱ እትፈትውዮ ነገር ካብ ኣካላትኪ ክትከስርዮ ዘይትደሊ ሚካለይ ሞዴል ምዃንኪ ስድራኺ ይድግፍዎ ዶ? እንታይ ዓይነት መግቢኸ ትፈትዊ ሚካል ሽኮር? እስኺ እትብህግዮ ወዲ ከም ሞዴል መጠን ከመይ ዓይነት ቁመና ክህልዎ ኣለዎ? ኣፍቃሪኺ ምስ ካልእ ጓል ክሰዓም ተትርእዮ እንታይ ምገበርኪ? ክትምርዓዊ ትደልዪ ዶ ሚኩ? ዓርኪ ክብረት ኣማርያ'ያ ክብሉ ሰሚዐ ኣለኹ ሓቂ እንተኾይኑ መልሲ ክጽበየኪ እየ። ሚካል ሕንቅቕት እየ ክትመስሊ ኣብ ገዛኹም ሕሳስ ልደ ዲኺ? ሰላም ንዓኹም ይኹን ተኸታተልቲ ሰሰን ኢንተርተይመንት። እዚ መደብ ጥበብ ሰሲና ኣብ ሰሰን ኢንተርተይመንት እዩ። ናይ ተኸታተልቲ ናይ ህዝቢ ሕቶታት ዝተሓተትኩ ክምልስ እየ መፅየ ዘለኹ ናብኡ ከብለኩም። ነቶም ዝያዳ ክፈልጡኺ ነቶም ዝያዳ ክፈልጡኺ ንደሊ እስከ ሰለስተ ነገራት ንነብስኺ ኣላልይና። ኦኬ ሚካል ወልደገርግሽ ይበሃል። ሚካል ማለት ሓሶት ዘይትፈቱ ሰብ እያ ካብቲ ሓሶት ብጣዕሚ ዘፅላእ ነገር ማለት እዩ ብምቕፃል ቅንዕቲ ሰብ እያ ንሰብ በቃ ከም ነብሳ እያ ትኣምኖ ፅቡቅ ድዩ ሕማቅ ኣይደነው ግን ብዙሕ ነገራት ሕማቅ ክህልዎ ክእል ይኸውን ንሰብ ብጣዕሚ ከም ትኣምን ማለት እዩ ግን ቅንዕቲ ኮይና ስለ ትስማዓኒ እየ ንሰብ ክሳብ ክንድኡ ተፍቅርን ትኣምንን ይመስለኒ ፕላስ ብጣዕሚ ሰብ ዝፈቱ ሰብ እየ ሕውስቲ እየ ሰብ ከዓ ብጣዕሚ እየ ዝፈቱ እዚኤን መስላ ማለት እዩ ሚካል ሕንቅረት እየ ክትመስሊ ኣብ ገዛኹም ሕሳስ ልደት ኢኺ I don't know why ብዙሕ ሰብ ከምዚኣ ኢሉ ዝሓተኒ ማለት ጓል ማማ ክትመስሊ ገለ ብለኒ እዩ መይ ብሕሳስ ልደት ሓሲበ ነይረ ክኸውን ይኽእል እየ ዶንጌ ሓፍተይ ተወሊዳ ግን ንሕሳስ ዘይኮንኩን ምንኣስ ሓፍተይ ኣላትና ሓንቲ ሚካል ብጣዕሚ እየ ዝፈትወኪ ዓርኪ ኣለኪ ዶ ፈትወኪ እየ ዝበልካኒ ወይ ዝበልክኒ ተኾይኑ ቴንኪዩ ብጣዕሚ ብጣዕሚ የመስግን ክብሪ ይሃብካ ወይ ይሃብኪ ዓርኪ የብለይን ኣብ ኢንስታግራም ከባቢ ሰላሳን ሸውዓተን ሽሕ ሰዓብቲ ኣለውኺ ኣታዊ ኣለኪ ዶ ካብኡ ያ ናይ ኢንስታግራም ሕጂ ከመይ ይመስለኒ እቲ ኢንስታግራም ኣይኮነን ዝኸፍለኒ ወይ እቲ ኢንስታግራም ዝበሃል ካምፓኒ ወይ ገለ ኣይኮነን ዝኸፍለኒ ግን ብዙሕ ካምፓኒታት ኣለዉ ናይ ክዳውንቲ ናይ ዝኾነ ብዙሕ ፕሮዳክት ኣለዉ ብኢንስታግራም ዝፈልጡኒ ማለት እዩ ወይ ብፈለወርሰይ ወይ ብስራሕይ ከዓ ሞዴል ከዓ ስለ ዝኾንኩ ብኡ ብኢንስታግራም ኮንታክት ገብሩኒ ማለት እዩ ናይ ከምዚ ደሊና ኣለና ክተፋልጥና ናይ ከምዚ ጀግናና ከምዚ ኣድቨርታይዝ ዝሰርሐልና ገለ ብሉኒ ማለት እዩ እቲ ኢንስታግራምስ ከም መራኸቢ ኮይኑ ማለት ብኡ እዩ ብኡ ብኢንስታግራም ዝመጽእ እዩ ስርሐይ ማለት እዩ ብኡ ብዙሕ ስራሓት ትረክብ ማለት እዩ ብኡ እዩ ክፍሊተይ ብኡ ኣታዊየ ኣይሆፕ ተረዲኣትኩም ትኸውን ሚልካል ወልደገርግሽ ዲኺ ትበሃሊ ወላስ ሚልካል ኪዳነ? መጀመርያ ኪዳነ ኣይኮነን ኪዳነ እያ ሚልካል ኪዳነ እዩ። ኣብ ናይ ኢንስታግራም ኦፊሻል ሚልካል ኪዳነ እዩ፣ ኣብ ናይ ፌስቡክ ሚልካል ኪዳነ እዩ። ኪዳነይ ኣደያ ሚካ ኦፍ ኮርስ ሚካል ወልደ ጊዮርጊስ እየ ዝበሃል እቲ ናይ መጀመርታ ዋላ ሚካል ወልደ ጊዮርጊስ ነይሩ ናይ ፌስቡክ ወይ ኢንስታግራም ገለ ኣብ ዝኾነ ሰዓት ብናይ ኣደይ ቀይረዮ ማለት እዩ ኣደይ ብጣዕሚ ዘፍቅራስ ዘኽብራ ብዘይ ብኣ ክነብር ዘይክእል ሰብ ስለ ዝኾንኩ በቃ ብጣዕሚ ኣብ ኩሉ ነገረይ ንሳ ክትከውን ይደሊ ስለ ዝኾንኩ እየ ሚካል ኪዳነ ኢለ ብናይ ኣደይ ቀይረዮ ማለት እዩ ስለዚ ሚካል ኪዳነ ከም ናተይ መፀውዒ ክኸውን ስለ ዝደልዮ እዩ እምበር ሚካል ወልደ ገርግሽ ኦኬ ከምቲ ንቡር ቦቦና ስለ ንፅዋዕ ኩሉ ግዜ ሚካል ወልደ ገርግሽ ማለት እዩ ፋሽን ብጣዕሚ እየ ክትኽተሊ ፋሽን ንዓኺ እንታይ እዩ? ያእ ፋሽን ብጣዕሚ እዩ ዝግደስ ፈትሽዮ ኢኻ ስለ ዝፈቲ በቃ ማለት ናተይ ሆቢ እዩ ፋሽን ንዓኺ እንታይ እዩ? ፋሽን ንዓይ ብሕጽር ዝበለ ክገልጾ ድሕር ተኾይነ ቃላት ከይተዛረብኩ ኣብ ከመይ ሲትዌሽን ኣለኹ ናበይ ይኸይድ ኣለኹ ብሓጺር ከይተዛረብኩስ ክገልጸኒ ይኽእል እዩ እየ ዝብል ጌጋ ኣርዲት ከይከውን ኣከዳድና ነቲ ሰብ ይገልጾ ኣይኮንኩን ዝብል ዘለኹ ግን ማንም ሰብ በከዳድኑ ይትሞት መን ኢኻ ኣይትገልጾን ኢኻ ግን ሜቢ ዝብል ዘል ክርድኦ ዝደሊ ኣነ ነቲ ሰብ ከይተዛረብኩ ቃልሲ ሕጂ ንኣብነት ንመሐንበሲ ከይ ድሕር ክሕንብስ ከይ ድሕር ዘለኹ ናይ ቢች ክዳን ድሕር ተገይራ ናብ ሬስቶራንት ወይ ገለ ይኮንኩን ዝኸይድ ፍልጥ እያ እዚኣ ናበይ ከይድ ኣለኹ እቲ ሰብ ስርኢስ ክፈልጠኒ ይኽእል እዩ ሕጂ ፋሽን ቃላት ከይተዛረብካስ ክገልጸካ ዝኽእል ኢለ ክውድኦ ይደሊ ማለት እዩ ንዓይ ኮይና ትርድኣኒ ከምኡ እዩ ካብ ፋሽንን ምውሳእን ሓንቲ ምረጽ እንተትበሃሊ ኣየን ምመረጽኪ ተጌርናኩም ወዴ ከምዚኣ ትሓቱ ማለት ብጣዕሚ ዝደልዮ ዝፈትዎ ሞያ እዩ ክልቲኡ ብጣዕሚ ካብ ንእሽተይ ከለኹ ዝደልዮ ነገር እዩ ተዋስኦ ብጣዕሚ እየ ዝፈቱ ነይረ ፋሽን ከዓ ከምኡ ማለት እዩ ሞዴል ክኸውን ከዓ ብጣዕሚ ዝደልዮ ነገር ነበርኩ እዩ ከባድ ድያ እዛ ሕቶ ግን ንክልቲኡ ሞያ እዩ ናተዩ ከቃሎ ኣይደልን እየ ማለት ንክልቲኡ መረፅኩ ዕድል ተትብሉ ንክልቲኡ መረፅኩ ግን ካብ ሓንቲ ምረጪ ፋሽን ምመረጽኩ ማለት እቲ ናይ ሞዴል ስራሕ ምመረጽኩ ግን እቲ ናይ ተዋስኦ ስለ ዘቃለልኮ ወይ ስለ ዝጸላእኮ ከ ኣይኮነን ካብ ሓንቲ ምረጽ ኢልኩምኒ ግን ቁሩብ ምሻለ ቁሩብ ሞር ናብቲ ናይ ሞዴል ብዙሕ ስለ ዝግደስ እዩ ይመስለኒ እምበር ብጣዕሚ ዝፈትዎ ስራሕ እዩ ናይ ተዋስኦ ብጣዕሚ ክሰርሓሉ ዝደሊ ነገር እዩ ሃማን ዘይኮን ኮይና ግን ሓንቲ ምረጹ ኢልኩም ኣለኹም እቲ ናይ ሞዴል ስራሕ ምመረጽኩ ነይረ እትፈትዮ ቃል ንትፈትዮ መግለፂ እንታይ እዩ? እትፈትዮ ቃል ፍቕሪ በቃ እምበልኩ። ፍቕሪ ንብዙሕ ነገር እዩ ክገልፀለይ ዝኽእል። ፍቕሪ ምስ ፋሚሊ፣ ፍቕሪ ምስ መሳርሕቲ ማለት ፍቕሪ ኢለስ ንብዙሕ ነገር ገልፅ ይኽእል እየ። ትፈትዎ ቃል ፍቕሪ እምበልኩ ነይረ። ኣመና ዘስሕቐኪ ኮሜድያን መን እዩ? ከምኡ ድያን ናይ ዓድና ብጣዕሚ እየ ዝፈትዎም ኩላቶም ሓቂ ዘረባ ሓጎስ ሲዝኖ ብጣዕሚ እየ ዝፈትዎ ማይናስ ኩላቶም ብዙሓት ሓደ ክመርፅ ኮይነ ንዓይ ማራ ዘስኣሉ ግን ማይናስ እዩ ብጣዕሚ እየ ዝፈትዎ ብጣዕሚ እዩ ደስ ዝብለኒ ኩሉ ነገሩ ማለት እዩ ንማይናስ መረፅኩ ነይረ ካብ ዘሐጉሰኪ ነገራት እንታይ እዩ ማለት ሰብ እንድየ ኣነ ብዙሕ ነገራት ዘሐጉሰኒ ነገራት ኣሎ ብዙሕ ነገር ክመርጽ ይኽእል እየ ግን ብጣዕሚ ኣብሊጸ ክሪኦ ዝኽእል ናተይ ሓጎስ በቃ ግን ኣደይ ተሓጒሳ ክርኢ ከለኹ ብጣዕሚ እየ ዝሕጎስ በቃ ብጣዕሚ ማለት እዩ ልዕሊ እቲ ክትግምትዎ ትኽእሉ ናይ ኣደይ ሓጎስ ክርኢ ወይ ኣደይ ተሓጒሳ ክርኢ ከለኹ ብጣዕሚ እየ ዝሕጎስ ከምኣ ምበልኩ ነይረ ኣነ እትፈትዮ ነገር ካብ ኣካላትኪ ክትከስርዮ ዘይትደሊ ኣካላተይ ኩሉ እየ ዝፈትዎ ማለት ኣምላኽ ይመስገን ፅቡቅ ገይሩ እዩ ሰሪሑልና ኣምላኽ ተመስገን ብጣዕሚ እየ ዝፈትዎ ግን ብፍሉይ ገለ ተብሎ ኣሎ ጨጉረይ ዓይነይ ስነይ እዚኦ ሰለስተ ብጣዕሚ እየ ዝፈትዎ ከስረን ከዓ ይደሊ ሚካለይ ሞዴል ምዃንኪ ስድራኺ ይድግፍዎ ዶ ያክ ብጣዕሚ ስድራይ ማለት ኣሕዋተይ ኣደይ እንዴን ብጣዕሚ እየን ዝግፎ ማለት ከም ሞያይ ከም ሞያ ምዃኑ ኣምናሉ እየን ናተይ ሆቢ እዩ ናተይ ሞያ ምዃኑ ስለ ዝኣምናሉ ከዓ የተባብዓን ድግፋን እየን በዚ ጋጣሚ እዚ ብጣዕሚ እየ ከመስግነን ደሊ ንሕዋተይ ነደይ ስፔሻሊ ነደይ ምሽ ከምዚ ብዙሕ ነገራት ኣሎ ከም ዓባይ ወይ ከም ኣደ መጠን ብዙሕ ነገራት ከፍርሓ ዝኽእል ነገር ኣሎ ንሱይታት ተረዲኣ ናተይ ኣብ ጎነይ ምዃና ወይ ትፈትዎ ይፈትዎ ስርሐይ ስለ ዝኾነ ነቲ ናተይ ድሌት ተቐቢላ ኣብ ጎነይ ምህላዋ ብጣዕሚ እየ ከመስግና ዝደሊ ከምኡ ውን ንኣሕዋተይ ማለት እዩ ብጣዕሚ እየ ዘመስግነን ብጣዕሚ እየን ኩሉ ግዜ ክሳብ ጎነይ እየን ብጣዕሚ እየን ዝርድኣለይ ብጣዕሚ እየን ናተይ ነገር ደስ ዝብለን ማለት እዩ ያው መቦለየ ማለት እዩ ከመይ ዓይነት ወዲ ትፈትዊ መዓስ እየ ክትምርዓዊ ሚኪየ ክንደይ ቆልዑ ክትወልዲ ትደሊ ከመይ ዓይነት ወዲ ትፈትዊ መዓስ እየ ክትምርዓዊ ሚኪየ ክንደይ ቆልዑ ክትወልዲ ትደሊ ኣነ ዝፈትዎ ወዲ ኣምላኽ ተፈቂዱ ከምኡ ዓይነት ሰብ ከጋጥመኒ ይልምን ግን ሰብ ነናቱ ድሌት እንድዩ ዘለዎ መልክዕ ገለ መታት ገለ ማለት ኩሉ ሰብ ጽቡቅ ደሊ እዩ ግን ክሳብ ናይ መልክዕ ብዙሕ ኣይገድሰንን እዩ ሓቂ ዘርባ ከመይ ዓይነት ውሽጢ እዩ ዘገድሰኒ ውሽጢ ክብል ከለኩ ቅኑዕ ሰብ ደሊ በቃ ቅኑዕ ሰብ ማለት ከምዚ ኣትሊስት ክብሪ ከኽብረካ ንዓኻ ወይ ማለት ዝሕሱን ቁኑዕን ገለ ኩሉ ሕደ እንድዩ ዝሕስወኒ ድሕር ተይለ ቁኑዕ እዩ ማለት እዩ እታ ቁኑዕስ ንኹሉ ትብለለይ እየ ዝብል ከምኡ ሃል ስማርት ሰብ ደስ ይብለኒ በቃ ብጣዕሚ ስማርት ዝኾነ ሰብ ኣተሓሳስቡ ገለገለ የገድሰኒ ማለት እዩ ዘስሕቐኒ ሰብ ከኣ ዘይሰልቸወኒ ክኸውን ከኣ ደስ ይብለኒ። ኣብ ስነ ጥበብ ሓያል ብድሆታት እዩ ዘጋጥመካ ንሱ ከመይ ትቕበልዮ ያ ብጣዕሚ ማለት ብዙሕ ብድሆታት እዩ ያ ኦፍኮርስ ግን ኣነ ሓንቲ ነገር ኢለ ዝኣምና ነገር ኣላ ኣነ ሓንቲ ሰብየ ንብዙሕ ሰብ ከሐጉሳ ኣይክእልኒ ወይ ብናይ ብዙሕ ሰብ ድሌታት ክኸይድ ኣይክእልኒ ኣነ ንዓይ ዘዋፀኒ ወይ ምስ ስርሐይ ዝኸይድ ነገራት ወይ ኣነ ዝተቐበልኮ ዝኣመንኩሉ ነገር ኣፍኮርስ ክገብሮ እየ ኩሉ ነገር ማለት እዩ ትብድሆታት ስም እሱ እዩ ማለት ኩሉ ሰብ ኣይኮነን ብኣኻ ዝሕጎስ ኩሉ ሰብ ኣይኮነን ካብ ብኣኻ ዝሓረ ማለት እዩ ብዙሕ ነገራት ዝሓስብ ሰብ ኣሎ ማለት ኣብ ኣርቲስት ምዃንካ ጥራሕ ብፍላይ ኣብ ሓበሻ ወይ ኣባና ገለ ብዙሕ ለውጢ ክግበር ዝደልዮ ነገርሲ ንሱ እዩ ሓቂ ዘረባ ማለት ካብ ቀደም ኣትሒዙ ሰብሲ በቃ ኣብ ኣርት ተለኻ ጥራሕ ናብ ሕማቕ ነገር እዩ ዝወስዶ ስቲል ክሳብ ሕጂ ማለት ቁሩብ ሓይሹ ኸውን ግን ኣሎ እቲ ነገራት ብዙሕ ጽቡቅ ነገር ኢሉ ወይ ሞያ ኢዩ ወይ ስራሕ ኢሉስ ኣይኣምንን ኢዩ እቲ ሰብ ንሱ ኢዩ እቲ ሽግር ሕጂ ዝኮነ ሰብ ፍርሒ ኣለዎ ማለት ኣነ ሓንቲ ነገር ኢለ ዝኣምና ግን ኣነ ቅድሚ ኣብ ኣርት ምእታወይ ዝነበረትኒ ባህሪ ኣብ ኣርት ምስ ኣተኹ ወይ ኣብ ስነ ጥበብ ምስ ኣተኹ ኣየጥፍኦን ኢየ ወይ ኣየግድዶን ኢየ ሕጂ ንኣብነት ብቅልል ዝበለ መገዲ ከብል ሓደ ሰብ ኣብ ኣብ ስነ ጥበብ ምስ ኣተወ ሽጋራ ምስታይ ይጅምር ወይ መስተ ይጅምር እቲ ስነ እቲ ኣብ ስነ ኣብ ኣርት ስለ ዝኣተወ ኣይኮነን ከምኡ ጌሩ እቲ እቲ ሰብ ግን እንታይ እዩ ዝገብሮ መስለኒ ከም ዝርዳእናይ እቲ እቲ ናይ ኣርት ነገር እቲ ኩነታት እዩ ከምኡ ዝቕይሮ እዩ ዝመስሎ ኣይ ኣብ ኣርትኻ ከምዚ እንድዩ ወይ ጽቡቕ ነገር ዘይርከበና ወይ ናብ ዕውልና ናብ ካልእ ነገራት ናይ መስተ ናይ ገለገለ ጥራሕ ጌሩ ይወስዶ እቲ ሰብ ግን ኣይኮነን ኣነ ዝኣምነሉ ነገር ግን እቲ እታ ብድሕሪት ዝነበረትካ ባህሪ ኣብታ ኣብ ኣብ ስነ ጥበብ ምስ መጻኻ ተንጸባርቓ ኢኻ ኣብኡ ምስ መጻኻ ክትገድፎ ትኽእል ኢኻ ኦኬ ዝግደፍ ባህሪ ተኾይኑ ተገዲፍካዮ ጽቡቕ እንተዘይገዲፍካዮ ግን ስነጥበብ ስለዝኾነ ከምኡ ባህሪ ኣጥርዩ ማለት ኣይኮነን መግለጽስ ኣይኮነን ንሱ ሞያ እዩ ብጣዕሚ ሰብ ከኽብሮ ዘለዎ ሞያ እዩ ኣነ በዛ ነብሰይ ሞያይ ከኽብረለይ ይደሊ እቲ ሰብ ሶ ብዙሕ ብድሆታት እዩ ዘሎ እቲ ሰብ ክቕየሮ ዘለዎ ኣተሓሳስባ ኣሎ ከም ሰብ መጠን ግን ነቲ ብድሆታት ክትሰግሮ ማለት ክሰግሮ ኣለካ እየ ዝብል ኦፍኮርስ ኣነ እውን ዘጋጥመኒ ብዙሕ ብድሆታት ኣሎ ብዓመይ መቸም ሰግሮ ኣለኹ እየ ዝብል ካብ ናይ ሃገርና ስነ ጥበባውያን ዝበለፀ ንዓኺ መን እዩ ሓቂ ዘረባ ናይ ሃገርና ስልጣውያን ኩላቶም ብሉፃት እዮም ብጣዕሚ እየ ዝፈትዎም ንኩሉ ሰብ ይፈትዎ ሓቂ ነቲ ሓደ ኣይውርድ ነቲ ሓደ ኣየብል ኣየዕብዮ ግን ኣሎ ንእሽተይ ቁልፊ ካብ ቅድም ትፈትዎ ዝነበርካ ደራፋይ ወይ ደራፊት ገለ ኣሎ ተድንቆ ምረጽ ስለ ዝተባርኩካ ክመርጽ እየ ማለት እዩ ካብ ናይ ቅድም ዝበሉ ደረፍቲ ተኮይኑ ኣነ ኤልሳ ከዳ ብጣዕሚ እየ ዝፈትዋ ካብ ቆልዓ ኮለኩ ብጣዕሚ ዝፈትዋ በቃ ናተይ ክራሽ ዝብላስ ንሳ እያ

ዓደስ ይፈቱ እየ ዓደስ መግቢ ብጣዕሚ እየ ዝፈቱ ሽክላ ገለ ጥብሲ ይፈቱ እየ ሚኩ ሓፍተይ ክንደይ ይኸውን ቁመትኪ ኤንድ ንእሽተይ ሓፍትኺ ተላትኪ ኣላልይኒ እኳ ቁመተይ ሚእትን ሰብዓን ኣርባዕተን እየ ንእሽተይ ሓፍቲ እኳ ሓንቲ ኣላትኒ ደሓን ክሓስበላ እየ እዚኣ ክላለየካ ነየላለየካን ክሓስበላ እየ ብጣዕሚ ፅቡቅ እዚ ሽኮሪና ሓፍቲ ላትን ምናሰይ ግን ክሓስበላ እየ እዛ ምልላይን ዘይምልላይን እስኺ እቲ ብህጌ ወዲ ከም ሞዴል መጠን ከመይ ዓይነት ቁመና ክህልዎ ኣለዎ ማለት ቁመና ቁመት መልክዕ ሕብሪ ገለገለ ብዙሕ ኣይገድሰኒ ሓቂ ዘረባ ከምዚ ማራ ጽቡቅ ኮይኑ ሰብ ድሕር ንዓይ ዘየክብረን ዘይቅስነን ሰብ ድሕር ተኮይኑ ትርጉም የብሉን ስለዚ ከምቲ ኣቀዲመ ኢልየ ነበርኩ ብጣዕሚ ቁኑዕ ሰብ ስፔሻል ዘይሕሱ ሰብ እየ ዝፈቱ በቃ ሓሳዊ ሰብ ኣይፈቱን እየ በቃ እቲ ዝዓበየስ ወላ መልክዑ ቁመቱ ክንድቲ ዝድለ ኣይኹን ብጣዕሚ ውሽጡ ዘዕግበኒ ሰብ ድሕር ተኮይኑ ንዕኡ ክመርጽ ይክእል እየ ሽግር የብለይን። ብትሰርሕዮም ስራሓት ዕግብቲ ዲኺ ወይ ዕግብቲ ወይ ሕጉስቲ ዲኺ?

ኣጓል ጥራሕ ኢና ወዲ የብልናን። ኣፍቃሪኺ ምስ ካልእ ጓል ክሰዓም ተትርእዮ እንታይ ምገበርኪ? ምቐተልኩ። ማለት ብጣዕሚ እዩ ከቢድ ማለት ኣይ ዶንት ኖው እንደ ክሳብ ሕጂ ከምኡ ጋጢምኒ ይፈልጥን እዩ ግን ክሓስቦ ወላ ከለኹ ብጣዕሚ እዩ ከቢድ ሓቂ ዘረባ ኣይ ዶንት ኖው ኢሞሽናል ምኾንኩ ነይረ ይኸውን ሜይ ቢ ብዙሕ እንደ ሓሪቐም ተዛረብኩ ነይረ ይኸውን ወይ ዝኾነ ነገር ምገበርኩ ነይረ ግን ፋይናል ክገብራ ዝኽእል በቃ ይውድእ ምስ ተወዲ ማለት እዩ ክጎድፎ እየ ዝኽእል ምክንያቱ ከምቲ ኣዲሞ ክብል ዝፀናሕኩ ዝሕስወኒ ሰብ ስለ ዘይፈቱ እንደገና ተመሊሰ ምስቲ ሰብ ክኾን ኣይክእልን እየ በቃ ርሓቑ ካብቲ ሰብ ማለት እዩ ክትምርዓዊ ትደሊ ዶ ሚኩ ያ ኦፍኮርስ ክምርዖ ደለ ክምርዖ ደለ ዓርኪ ክብረት ኣማርያ ክብሉ ሰሚዐ ኣለኹ ሓቂ ተኾይኑ መልሲ ክፅበየኪ እየ ድሮ ሰብ ይኹን ቢሉ ዝጽሕፍ ወላ ኣብ ኮመንት ወላ ኣብ ኢንስታግራም ገለ በፍጹም ኣይኮናን ዕርኽ ኣይኮናን መሳርሕቲ ኢና ብጣዕሚ ዘኽብሮ ዝፈትዎ ሓወይ እዩ ብጣዕሚ ስራሕ ኢና እምበር ብካልእ ነገር ፍሉይ ነገር ርክብ የብልናን ኣፍቃሪ ኣይኮነን ማለት እዩ ነናተ ህይወት ዘለና ሰባት ኢና መሻርኽቲ ህይወት ትብል ፊልም ድሕሬ ከዓ ይጠዓማን ማዕረ ክንድዚ ዘይምጥዓማ ማዕረ ክንደዩ ናትኪ ግደ ነይሩ ወይ እንታይ ስለ ዝጎደላ እዩ ትብሊ ከም ሪኢቶ I'm waiting for your answer and thank you የለን ኣሎ መጀመርያ የመስግን ብዙሕ ሰብ እዩ ሓቅበራ በዚኣ ስራሕ እዚኣ ኣብ ህይወተይ ብዙሕ ዘጣዕሰን ነገራት የለን ግን በዚኣ መሻርክቲ ህይወት ኣብ መንጎ ካብ ዝመፅኤን ስለዚ ወዳእኳ ብጣዕሚ ይስማዕና ሓቅዘራ ብጣዕሚ ተጣዕሰኒ ስራሓ ሓቅዘራ ክውዳኣ ዝነበረን ስራሓ ግን ኣምላኽ ኣይፈቐዶን በቃ ብዝኾነ ምኽንያት ወጽየ ማለት እዩ ዝኾነ ምኽንያት እኮ ኣይደለውን እንድዒ ማለት ከም ንስኹም ትብልኦ ማለት ብዙሕ ሰብ ብዝብለኒ እቲኣ ሳራ ትብል ካራክተር ብዙሕ ሰብ ተላቢሰይክያ ተላቢስክያ ወይ ፅቡቅ ነርኪ ገለ ይብል እዩ ግን ሜቢ ብኣ ተቐቢልኩማ ብኣይ ተቐቢልኩማ ነርኩሞ ምናልባት ናብ ካልእ ካራክተር ክትቀየር ኮላ ሽዑ ነዊሕ ከዓ ስለ ዝኸደት ስዊታት ክኸውን ተጋራጭ ክኸውን ይኽእል ብኸምኡ እዩ ዝኸውን ብዙሕ ሰብ ዘይተቐበላ ብዙሕ ሰብ ይጽሒፍለይ ሽዑ እስቲል ክሳብ ሕጂ ይጽሕፈለይ እዩ ብኣ በታ ስራሕቲኣ ወላ ተወዲኣ ኮላ ግን በቃ ሶሪ ክብል ይኽእል ሶሪ ክብል ጥራሕ እየ ዝደሊ ሶሪ እየ ክብል በቃ ካብኣ ሓሊፈ ካልእ ክገብር ኣይደልየ ብጣዕሚ ተጣዕሰን ስራሓ ንተኸታተልቲ ንዓ ብምሉእኩም መሻርክቲ ህይወት ትከታተልዋ ኣነበርኩምን ስፔሻሊ ከዓ ራጃ ሶሪ ክብለኩም እደሊ ማለት እዩ ሰላም ክብርቲ ሓፍተይ ጽቡቕ ይምነየልኪ ናብ ሕቶይ ክኣቱ ብዙሓት ስነጥበባውያን ሃገርና እዚ ሞያ ስነጥበብ ፍቕሪ ስለ ዘለና ኢዩ ንሰርሖ እምበር ኣታዊስ የብሉን ኢዮም ዝብሉ ንስኺ ንሞዴል ንገንዘብ ዲኺ ኣቲኺዮ ክብረት ይሃበለይ ሕቶይ ክምለሰለይ ብትሕትና ይሓትት i love you thank you ኣነ ወላ ያ ፍቕሪ ስለ ዘለኒ ኢያ ኣትየ ፍቕሪ ስለ ዘለኒ ኢዩ እምበር ወላ ንገንዘብ ኢሉ ሰብ ኣይ ዶንት ኖው ንገንዘብ ኢሉ ዝኣቱ ዘሎ ኮይኑ ይስማዓኒ ግን ወላ ንገንዘብ ኢልካ ኣቲኻ ከማን ንእሽተይ ስምዒት ወይ ንእሽተይ ሰልፍ ተዘይብልካ ከማን እኮ ክትላበሶ ኣይትኽእልን ኢኻ ከተምጽኦ ኣይትኽእልን ኢኻ ነቲ ስራሕ መጀመርታ ፍቕሪ ስለ ዘለኒ ኣትየ ክጅምር ከለኹ ከማን ንእሽተይ ነይረ ገንዘብ ዝፈልጥ ሰብ ከማን ኣይነበርኩን ንገንዘብ ኢለ ክኣቱ ይክእልኒ ፍቕሪ ኣለኒ ብጣዕሚ ዝፈትዎ ሞያ እዩ ካብ ምቕጻል ከዓ ስራሕ ስለ ዝኾነ ሞያይ ስለ ዝኾነ ሰሪሐ ዝነብር ሰብ ስለ ዝኾንኩ ግድን ክረኽበሉ ስለ ዘለኒ ስራሕ ኣታዊ ክረኽበሉ ስለ ዘለኒ ኸኣ እኽፈለሉ እየ በቃ ስለ ዘፍቅሮ እየ ዝሰርሖ ግን ስለ ዘፍቅሮ ይሰርሕ ኣለኹ ኣታዊ ኸኣ ረኽበሉ ኣለኹ ስኢት መጀመርታ ዝቐድም ግን ፍቕሪ ስለ ዘለኒ እየ ዝሰርሕ ዘለኹ ሕቶኺ ተመሊሳትልኪ ክኸውን ተስፋ እገብር ፍሽኽታኺ መራይ ይስሕበኒ ማለት ደስ ትብልኒ ከምኡ ውን ህድእቲ ኢኺ ሞዴል ክትኮኒ ሕልሚ ነይርኪ ዶ ወይ በጋጣሚ ማለት መልክዐኛ ስለ ዝኾንኪ ኣቲኽዮ ቁመትኪ ክንደይ ዩ ክልተ ነጥቢ ሰላሳ ዶ ትኾኒ ኢልኒ ተዋስኦ ዓለም ከ ብኸመይ ኣቲኽዮ ሕቶ ከብዝሓልኪ እየ እምበር ሕቶስ ብስጉምቲ ፎእ ዩ ነይሩኒ ገዓት እኮ ተራእዩኒ ኢልኒ ኣብ ስራሕኪ ዓወት ይምነየልኪ መጀመርታ ዓወት ምነየልክ ዝበልካኒ ብጣዕሚ እየ የመስግን ቴንኪዩ ፍሽኽታ ደስ ዝብለኒ ኢልካኒ ቴንኪዩ ብጣዕሚ ብጣዕሚ እየ ዘመስግነካ ኣይ ንሞዴል በቃ ከምዚ ቀዲማ ክብሎ ዝፀናሕኩ ሞያይ በቃ ዝፈትዎ ሞያ ስለ ዝኾነ ጥራሕ እየ ኣትዮ ማለት ካባይ ንላዕሊ ፅቡቃት ክህልዋ ከላይን ብመልክዕ ገለ ኣይኮነን በቃ ዝፈትዎ ስራሕ ስለ ዝኾነ ይኣትዮ በጋጣምስ ኣይኮነን ሕልሚ ነይሩኒ እዩ ኣብ ዝኾነ ሰዓት ከኣ ረኺበዮ ማለት እዩ ናይ ተዋስኦ ከኣ ናብ ተዋስኦ ብኸመይ ኣቲኺ በቃ ከምዞም ዝብለካ ጽናኩ ካብ ቀድ ካብ ንሸይ ዝነበረኒ ሕልሚ እዩ ግን ኣብ ዝኾነ ሰዓት ኢኻ ዝኾነ ብዝኾነ ሰብ ብዝኾነ መገዲ ተኣትዎ ማለት እዩ ፊልም ከኣ ናይ ገብሩ መጀመርታ ሲሪየስ ሙቪ ነይራ ጆሲ ትብል መጀመርታ ኣባይ ኣየ ጀሚረ ማለት እዩ ግን በቃ በጋጣምስ ኣይኮነን ብሓፂሩ በቃ ዝፈትዎ ነገር ዝፈትዎ ስራሕ እዩ ነይሩ ኣብ ዝኾነ ሰዓት ግን ኣጋጢሙ ረኺበዮ ማለት እዩ ተዋርሳያ ምስለኒ መልስያ ክኸውን ተስፋ ገብር
ናተይ ሕቶ ከዓ ኣለኒ ምንኩ ኣብ ሶሻል ሚዲያ ብዙሕ እተትያ ኣብ ሳይን ይኹን ኣብ

ኣምላኽ ይመስገን ሓብትና ብዙሕ ሰብ ዘድንቐኒ ማለት ብዙሕ ኣድናቖቱ ዝገልጽ ሰብ ኣሎ ከመስግኖ ምደሊ ብዙሕ ዝሓተካ ሰብ ግን ዓርክ ኣለክዶ እዩ ዝብለካ ዓርክ ኣለክዶ ዓርክ ኣለክዶ ብዙሕ ግዜ ዝሓትት ሰብ ናይ ሎም ሕቶታት ተመሊስልኩም ክኾን ሕቶታትኩም ተስፋ ገብር ንሰሰን ኢንተርተይመንት ነዚ ዕድመ እዚ ዝሃቡኒ ብጣዕሚ ከመስግኖም ይፈቱ ከምኡውን ንሰሰን ኢንተርተይመንት ላይክ ሸር ኮመንት ሳብስክራይብ ናባኹም ይገድፎ ቴንክ ዩ